መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ ከምዚ ገሌኹም ዝሰማዕኹሞ ኣብ በዓል ዴንማርክ እቲ ገዛውቲ ብብዝሒ ወጻእተኛታት ጥራይ ዝቕመጥሉ ልዕሊ ሰላሳ ካብ ሚእቲ ማለት እዮም ወጻእተኛ ጥራይ ዝኾኑ ቦታ ከም በዓል እዚ ጌቶ ዝበሃለሉ ጌቶ ማለት ዳርጋ ወጻእተኛታት ጥራይ ዝቕመጥሉ ወይ ባን ልዩ ብፈረንሳ ይበሃል። ኣብ ምሉእ ኤውሮጳ ከምኡታት ገዛውቲ ኣሎ። ኣብ ከምኡ ገዛውቲ ከኣ ኣብ ገሊኡ ከባቢ ብብዝሒ ገበናት ይፍጸም እዩ። ብስታቲስቲክ እንድሕር ረኢኻዮ ሰለስተ ዕጽፊ ካብቲ ናይቲ ሃገር ስታቲስቲክ ገበናት ዝፍጸመሉ ማለት እዩ ልዕሊ ሰለስተ ዕጽፊ ግዜ ኣብኡ ይፍጸም ማለት እዩ ወይ ኣብ ዝቕመጡ ሰባት ዝያዳ ይፍጽሙ ብዙሕ ግዜ ጸገም ዝተፈላለየ ኣሎ ማለት እዩ እም ብከሙ ከኣ እንታይ ወሲኖም ሕጂ ወይ እቲ ሰብ ካብቲ ከባቢ ጭራሽ ገዛ ክቕይር ኣለዎ ወይ ድማ ጭራሽ ከኣ እቲ ገዛውቲ ከፍርስዎ ይብሉ ኣለዉ ድሮ ከኣ ጀሚሮም ኣለዉ ኣብ ገሊኡ ከባቢ ማለት እዩ ዴነማርክ ብጠቕላላ ክንብሎ ንኽእል ስትሪክት እያ በቲ ናታ ሕግታት ድማ ቀሊል ኣይኮነን ወረቀት ናቶም ክትረክብ እቲ ቋንቋኦም ብደንቢ ክትክእሎ ኣለካ ብዙሕ ነገር ኣሸጋሪ እዩ ከምቲ ኣነ ዝሰማዕክዎ ከምቲ ኣብቲ ሜድያ ዝሰምዖ ዘለኹን ካብ ደቂ ዴንማርክ ዝቕመጥሉ ቦታ ዝረኸብክዎ ከማን ኣብኡ ክትነብር ከም ወፃእተኛ ስኒ ቀሊል ኣይኮነን ኣብ ዝኾነ እቲ ናቶም ሕግስኒ ክተማልኦ ኣለካ ሕጂ ግን ከኣ መሊሶም ዓብይ ከቢድ ውሳነ ንበይኖም ክገብሩ ጀሚሮም ኣለዉ ኖርማል እዚ ናይ ሚግሬሽን ፖለቲክ ምስ ኤውሮጳ ኮንካ ኢኻ ትማኽር እሳቶም ግን ባዕልና ዓድና ክንከላኸለላ ኣለና ንኤውሮጳ ኣይንጽበያን ኢና ድሕራስ ትዝክርዎ ኮንኩም ከማን ካብቲኦም ቀዳሞትዮም ነይሮም እቲ ናቶም ዶብ ዝያዳ ዝፍትሽዎ ዝነበሩ እዚ 21516 ማለት እዩ ብብዝሒ ሰባት ክመፁ ከለዉ ስለዚ ስኒ እዚ ቀዳማይ ግዜ ኮን ባዕሎም ወሲኖም እቲ ዝመስሎም ዝመስሎም ዝገብሩ ዘለዉ እቲኦም ደቂ ዓዲ እዚ ጉዳይ እዚ ፅቡቅ እዮም ዝረኽብዎ ነቲ ዓዶም ክከላኸልሉ ስለ ዝደልዩ ካብ ዝኾነ ዝተፈላለየ ጸገማትን ገበናትን ከምኡ ግን ከኣ እቲ ሕጂ ብዝያዳ ዝረኣይ ዘሎ ከኣ ካልኦት ሃገራት ከም በዓል ስዊድን ብጣዕሚ ዌልካም ዝብልዎ ዝነበሩ እቲ ወጻእተኛታት ወይ እቲ ናቶም ሕጊ ከማን ንወጻእተኛታት ብብዝሒ ስለ ዝሕግዝ ዝነበረ እሳቶም ከማን እቲ ሕግታቶም እንዳቐየርዎ ይመጹ ኣለዉ ናይ ዴንማርክ ሪኦም ናቶም ሪኦም ጥራይ ዘይኮነስ ኣብ ገሊኡ ከባቢ በዓል ስዊድን ከማን ብደንቢ ጸገም ኣለዎም ናይ ብብዝሒ ገበናት፣ crime፣ ዝፍጸም ዘሎ እዚ ዝሓለፈ ኣዋርሕ ብብዝሒ ሰባት ኣብ በዓል ስቶክሆልም ብሰንኪ ግርግጭ ድዩ ብሰንኪ ዝተፈላለየ ምክንያታት ኣብ ማእኸል ፅርግያ ሰባት ዝተቐተሉ ኣለዉ ተራእዩ ዘይፈልጥ ኣብ በዓል ስዊድን ኣብ በዓል ስቶክሆልም ማለት እዩ እዚ ከዓ ነቲ ህዝቢ ኣብኡ ዝቕመጥ ዘሎ እንዳበዝሐ ስለ ከምኡታት ዝመፅእ ዘሎ ባንድን ክሪሚናሊቴት እዚ ያ ኦርጋናይዝ ዝኾነ ገበናት ግሩፕ ኮይኖም ዝፍፅምዎ ከምኦም ከዓ በዚሖም ስለ ዘለዉ ኣብ ገሊኡ ከባቢ ነቲ ህዝቢ ኣብኡ ዝነብር ከዓ ዝያዳ የፍርሖ ኣሎ ድማ ከመይ ጌርና ንሕና እዚ ኩሉ ፅቡቅ እንዳገበርናሎም ስኒ ከምዚ ይፈድዩና ኢሉ እቲ ህዝቢ ከማን ስኒ ሕጉስ ኣይኮነን ዘሎ ብከምኡ ከዓ እሳቶም ናይ ዴንማርክ ፅቡቅ ረኪቦም ከምኡታት ያ ዲስካስ ይገብሩ ኣለዉ ማለት እዩ ኣይፈፀሙን ወይ ኣይመደብዎን ግን እቲ ሕግታቶም ይቅይርዎ ኣለዉ እሳቶም ከማን ሓደ ሕጊ ንኣብነት ዝብልዎ ዘለዉ ወፃእተኛታት ጎደሎ ካብ 2322 ኦይሮ ንወርሒ ኣብዚ እዋን እዚ ዝእትዉ ዘለዉ ኣብዚ ካብ እዛ ዓድስ ኣይንደልዮምን ኢና ካብ ኬስ ናብ ኬስ ኦፍ ኮርስ ይፈላለ እዩ ኩሉ ሰብ ትሕቲ ክልተ ሽሕን ሰለስተ ሚእትን ዕስራን ክልተን ዘለዎ ክወፅእ ኣለዎ ማለት ኣይኮነን ግን እቲ ሳቶም ዝብልዎ ዘለዉ እ፣ ዝያዳ ወዲ ሰብ ስንግ ዝያዳ ክእትዎ ኣለዎ ወይ ድማ ናይ ኢሚግሬሽን ሓድሽ ክገብር እንድሕር ኮይኑ ማለተይስ ብስራሕ መገዲ ናብ ስዊድን ክመፅእ እንድሕር ኮይኑ ብውሕዱ ሰለስተ ሽሕን ሓሙሽተ ሚእትን ኦይሮ ኣብ ወርሒ ክእትው ኣለዎ ስኖ እቲ ቪዛ ናቱ ከማን ኣይደልይዎን እዮም ኣየፍቅድሉን እዮም ማለት እዩ ብጠቕላላ ክንብሎ ንኽእል ንኣብነት ክሳብ ክንደይ ንወፃእተኛታት ብቐሊሉ ዝሕግዝዎ እንታይ እዩ ንኣብነት ናይ ስዊድን ፓስፖርት ከባቢ ሰላሳን ሓሙሽትን ካብ ሚእቲ እቲኦም ናይ ስዊድን ፓስፖርት ዝተዋሃቡ ወጻእተኛታት ሚግሬሽን ዝገበሩ ማለት እዮም ከምዚ ዕቑባ ዝሓተቱ ማለት እዮም ስለዚ ስኒ እቲ ዝለዓለ ቁፅሪ ናይ ስዊድን እዩ ከማን ብቐሊሉ ታሴረኦም ክህቡኻ ዝህቡኻ ዝነበሩ ክሳብ ሕጂ ደድሕሪኦም ከዓ ጀርመን 29 ነጥቢ ሸውዓተ ካብ ሚእቲ ዳርጋ 30 ካብ ሚእቲ ማለት እዩ ዴንማርክ ከኣ ክንዲ ፍርቂ ከማን ኣይትበጽሕን እያ፣ ዓሰርተ ሽዱሽተ ነጥቢ ሰለስተ ካብ ሚእቲ። እዚ እንታይ ማለት እዩ፣ ኣብ ዴንማርክ ናቶም ወረቐት ክትረክብ፣ ፓስፖርት ክትረክብ ክብድ ዝበለ ኮይኑ እዩ ዝመስል። እሱ ጥራይ ዘይኮነ ቅድሚ ሕጂ ከማን ሰባት ከምኡ ኢሎምኒ ነይሮም፣ ዳርጋ ብጣዕሚ ከቢድ እዩ ናቶም ወረቐት ክትረኽቦ ማለት እዩ። እቲ እዚ እዚ ሕጂ ከም ንኣብነት ጥራይ እንድየ ዝብለኩም ዘለኹ፣ ኣብ ካልእ ቪድዮታት ከማን ዝተፈላለየ ኣርእስቲ ከምዚ ገሊጸ ኣለኹ። እቲ ብሓፈሻዊ ዘርእየና ዘሎ ግን እቲ ኩነታት ኣብ ኤውሮጳስ እንዳተቐየረ እዩ ዝመጽእ ዘሎ። ካብ ኩሉ እቲ ሰብ ዝመጽእ ዝደለየ ወይ ኣብዚ ኮፍ ክብል ዝደለየ ክሰርሕ ኣለዎ ነብሱ ክኽእሎ ኣለዎ። ሕጂ በዓል ስዊድን ከማን ከምኡ እዮም ዝብሉ ዘለዉ ቀንዲ ቋንቋና ክኽእል ኣለዎ ድማ ክሰርሕ ኣለዎ ኮፍ ኢሉ ክበልዕ ዝደለየ መደብ ጌሩ ከምኡ ክመጽእ የብሉን ከምኡ ብሕጂ ኣክሴፕት ኣይንገብሮን ኢና ኢሎም ብሰንኪ ከምዚ ከዓነ ዝተፈላለየ እቲ ሕግታት ብሕጂ እስኻትኩም ደቂ ስዊድን ዝያዳ ትፈልጥዎ ትኾኑ ካልእ ክንደይ ሕግታት ኣሎ ከማን ዝቀየርዎ መታን እቲ ሰብ ከምዚ ነቲ ናቱ ናቶም ብቀሊሉ ክትረኽቦ ትኽእል ኣብቲ ሶሻል ዌልፌር ማለት ስኒ እቲ ገንዘብ ዝህቡኻ ንዑ ኢሉ ከይመፅእ መታን እሱኢታት ከካብድዎ እዮም ዝደልዩ እንተሂቦምኻ ብሕጂ ከኣ እዝን እዝን እንድሕር ኣማሊእኻ ክብሉኻ እዮም ዝደልዩ ማለት እዩ ብሓፈሻዊ እዚ ግን ኣብ በዓል ስዊድን ዴንማርክ ወይ ጀርመን ጥራይ ኣይኮነን ኣብ በዓል ዩኬ ከማን ይኣኽለና ይውፁልና እዮም ዝብሉ ዘለዉ ሕጂ ከማን እዚ ኣብዚ ቀረባ ግዜ ኣብ በዓል መንቸስተ ዓቢ ዴሞንስትሬሽን ነይሮም ኩላቶም ወጻእተኛታት ይውጹልና ዝብል ኦፍ ኮርስ ኩላቶም ካብ ሎሚ ንጽባሕ ከውጽዎም ኣይክእሉን እዮም ካብ ኩሉ ከዓ እቲ ዓዲ ከማን ጠጠው ምስ በለት ማለት እዩ ክንደይ ሰራሕተኛታት ከዓ ወፃእተኛታት እዮም ኣብ ጀርመን ድዩ ኣብ ዓዲ እንግሊዝ ድዩ ኣብ ኩሉ ግን እቲ ኣንፈት ናብ ምንታይ እዩ ዝኸይድ ዘሎ ወይ እቲ ኣተሓሳስባ ናብ ምንታይ እዩ ዝኸይድ ዘሎ? እዚኦም ጀርመን ንባዕሎምስ ንከም ቀደሞም የለዉን ብሰንኪ ዝተፈላለየ ምኽንያታት፣ እቲ ምኽንያታት ኣብ ካልእ ቪድዮ ከማን ገሊጸዮ ኣለኹ፣ እቲ ንዓኦም ቀንዲ ዘሕርቖም ዘሎ ግን ኩሉ ሙሉ ከኣ እቲ ኢኮኖሚ ከም ቀደሙ ስለ ዘየለ ክትብሎ ትኽእል ኢኻ። እቲ ኢኮኖሚ ናይ ጀርመን ድዩ ወይ ናይዚኤን ኩለን ሃገራትስኒ ቀደም ብርቱዕ ነይሩ ኣብዚ እዋን እዚ ብጣዕሚ ዝሑል እዩ ዘሎ ንኣብነት ዴንማርክ ሓደ ነጥቢ ትቸዓተ ኣርባዕተ ኣዚ ዳርጋ ክልተ ካብ ሚእቲ እቲ ናቶም ኢኮኖሚ በዚሑ ማለት እዩ ጽቡቅ ድሓን ኣሎ ድሓን ኣሎ ክልተ ካብ ሚእቲ ግን ፍሉይ ኣይኮነን ማለት ስኒ ማእኸላይ ደረጃ ኣሎ በዓል ስዊድን ከኣ ዜሮ ነጥቢ ትቸዓተ ብጣዕሚ ታሕቲ ኣሎ ማለት እዩ ስለዚ እዚ ከማን ንባዕሉ ሓደ ዓቢ መክንያት እዩ እቲ ናቶም ኢኮኖሚ ንባዕሎም ነቲ ሃገሮም ወይ ንደቂ ዓዶም ዘይኣኸለስ ከመይ ጌሮም እዮም ከኒ ንወጻእተኛታት ክቕልቡ እዚ እዩ እቲ ቀንዲ እቲ ኢኮኖሚ ጽቡቕ ኔሩ እንተዝኸውን ከማን ክንዲዚ ፍርሓት ኣይምስሕደረሎምን ኩሉ እቲ ኩነታት ናይቲ ሃገር ድማ ከኣ ብሰንኪ ብወጻእተኛታት ዝፍጸም ገበናት ከኣ ውሑድ ኣይኮነን። እዚኤን እየን እቲኤን ክልተ ቀንዲ ፓራሜታ ክትብለን ትኽእል ኢኻ። ሶ እሱ ከኣኒ መሊሱ እቲ ኢኮኖሚ ኦልሬዲ ጽቡቕ የለን። ደሓር ከኣ እዚ ዝኾነ ገበናት እንድሕር ሰሚዖም መሊሱ እዩ ዘሕርቆም ዘሎ ነቲ ህዝቢ ስለዚ ብዙሕ ግዜ በዓል ዴንማርክ በዓል ጀርመን ከማን ከም ናይ ዴንማርክ ፖሊቲክ ክንገብር ኣለና ስዊድን ንባዕላ ከምኡ ኢሎም እቲኦም ፖለቲካውያን ተዛሪቦም ናይ ዴንማርክ ፕሮግራም ክነሕዝ ክንፍትን ኢና ወይ እሳቶም ዝፍትንዎ ዘለዎ እዚ ሓድሽ ኣካይዳ እንድዩ ጀርመን ከምኡ ይበለትና ኣላ ክሳብ ሕጂ ግን እቲኦም ጀርመናውያን ንባዕሎም ከምኡ ክኸውን ኣለዎ ዝብሉ ውሑዳት ኣይኮኑን ግን ኣብ ሙሉእ ኤሮጳ እዩ ኣብ ስፐይን ሪኢኽሞ ትኾኑ ክንደይ ኣብ ጽርግያ ክንደይ ባእሲ ነይሩ ኣብዚ ቀረባ ግዜ ዕግርግር ክንደይ ነይሩ ኣንጻር ወጻእተኛታትን ደቂ ስፐይን ነንሕድሕዶም ከም ኣብ ጽርግያ ይባኣሱ ነይሮም ማለት እዩ ከምኡ ከኣ ነዚኦም ወፃእተኛታት ይጎይዎም ነይሮም ኣብኡ መብዛሕቶም ደቂ ማሮኮ ገለ እንዲም ኣብኡ ዘለዉ ግን ካልኦት ኣፍሪቃውያን ከመን ኣለዉ በዓል ስፔን ከምኡ ከ ኣብ ፈረንሳ ቀፃሊ ከምኡ ንርኢና ኣብ ዜና ትሰምዕዎ ትኾኑ ሶ ብሓፈሻዊ ኣየርላንድ ኣየርላንድ ከማን ኣብዚ ቀረባ ግዜ ዕግርግር ነይሩ ሶ እዚ ስኒ ምስቲ ኢኮኖሚ ዝተኣሳሰረ እዩ እዚ ኤያንስ ቮልፍ ናይ ጀርመን ፍሉጥ ናይ ኢኮኖሚ ብዝያዳ ኣናላይዝ ዝገብር ኦልሬዲ ቅድሚ ኣርባዕተ ዓመት ድዩ ሓሙሽተ ዓመት ከማን ዝያዳ ከምኡታት ከም ዝመፅእ ስኒ ይብል ነይሩ እዩ ብርክቲ ኢኮኖሚ ናይ ኤውሮጳ ከምዚ ዘለዎ ስኒ ኦልሬዲ ሽዕኡ ፕሮግና ኣዘወዩ ኦረዲ ሽዑኡ ኣትሒዙ እቲ ኢኮኖሚ እንዳ ደኸመ ክመጽእ እዩ ናይ ኤውሮጳ ብሰንኪ ዝተፈላለየ ስኹማን ኣለዎ እንዶ ፓራሜታ ስለምንታይ ሓደ ኢኮኖሚ እቲ ኢኮኖሚ ናቶም ዝደክም ዘሎ ኣብኡ ከማን ብዙሕ ምክንያታት ኣሎ እንዶ እቲኦም ክኢላታት ከኣ ቅድሚ ሓሙሽተ ዓመት ኣርባ ያ ልዕሊ ሓሙሽተ ዓመት ከማን እዚኢታት ከም ዝመጽእ ይፈልጡ ነይሮም፣ ዕግርግር ከኣ ዝያዳ ከም ዝመጽእ ይብሉ ነይሮም። ስለዚ ንዓና ኣገዳሲ እንታይ እዩ፣ ካብ ከምዚኢታት ክንሰምዕ ከሎና ፍርሓት ዘይኮነ፣ ቀዳማይ ነገር ኣካይዳና ብዝከኣል መጠን ብሕጋዊ መገዲ እንተ ጌርናዮ ጽቡቕ፣ ነቲ ወረቐትና ድዩ ነቲ ኣብዚ ሃገርና ምንባርና ዘቃልሎ ሓደ ብርከ ዝኾነ ገበን ሕጂ ብቐሊሉ ሸለል ኣይብሉናን እዮም እዚ ፍሉጥ እዩ ሓደ ካልኣይ እቲ ከዓኒ ቋንቋኦም ምክኣል ኣብዚ ዘለናዮ ቋንቋኦም ምክኣል ኢንቴግሬት ምግባር ማለት ኣብቲ ናቶም ሶሳይቲ ብስራሕ ድዩ ብገለ ኢንቴግሬት ምግባር እንተተኻኢሉ ከዓ ሞያ መሓዝ ወይ ዝኾነ ንዓኻ ጠቓሚ ዝኾነካ ጽባሕ ንግሆ ኣብ ዝኸትካዮ ክትሰርሓሉ ትኽእል and ብዝከኣል መጠን ከኣ እንድሕር እቲ ሕጊ ኣፍቂድልካ ወረቐቶም ምሕታት ወረቐት ክንሓትት ኮለና ግን ከኣ በቲ ጥዑይ መገዲ ብርከ ከምኡ ኬስስ ከማን ኣሎ ኣብዚ ቲክቶክ ከማን ርኢኹሞ ትኾኑ ወይ ኣብ ሚድያ መጺኡ ነይሩ ቅድሚ ሕጂ ንኣብነት እዚ ቋንቋ ትኽእል ዲኻ ኣይትኽእልን ኢልካ ትሕተት ኢኻ ምሽዶ እሱ እንድሕር ተሓቲትካ ከዓነ ሰርቲፊኬት ክትሪኦም ኣለካ እቲ ሰርቲፊኬት ከዓ ኦፍኮርስ ናይ ብሓቂ ክኸውን ኣለዎ እዚ ስቂሎም ዝሸጡልካ ኣሎ ዝሽየጥ መስለኒ ኣይዶኖ ከምኡ ኣሎ ብከምኡ ዝተረኸቡ ሰባት ከዓ ውሑዳት ኣይኮኑን እንተ ዘይሰማዕኩሞ እቲ መቕጻዕቲ ናቱ ከኣ ቀሊል ኣይኮነን ካብ ኩሉ ከኣ ኣይረኽቡናን እዮም ዝበሃል የለን ሓደ ክልተ እንድሕር ብኸምኡ ምናልባት ተዓዊቶም እስኻ ከማን ትዕወት ማለት ኣይኮነን ድማ እቲ ቋንቋ ንክትክእሎስኒ ውዒልካ ሓዲርካስ ክትክእሎ ኣለካ እቲ ሰርቲፊከት ናትካ ዘይኮነ እንድሕር ኣቕሪብካሎም ግን መኣስ ደኣን ኢኻ እሞ ቋንቁኦም ክትመሃር ሓደ ንዓኻ ከኣ ኒኡካ ቋንቁኦም ምምሃር ንዖኦም ኣይኮንካን ኢልካ ትመሃሮ ዘለኻ ወረቆቶም ብዓቢኡ ክትሕዝ እንዳ ደለኻስ ቋንቁኦም ከይከኣልካስ እዚ ከማንስኒ ኣይከውን እዩ ስለዚ እቲ ቋንቁኦም ፈቲና ጸሊእና እንድሕር ወረቆቶም ደሊና ከኣ ክንክእሎ ኣለና እምበር ወረቆቶም እስከ ደሓን ኣበይ ክርድኦም ኢልካ ዝኾነ ወረቀት ዘይከውን ዘይምቅራብ ኣሎ ኬስስ እንድዒ ሪኢኹሞ ዲኹም ኣይረኣኹሞን ዝተረኸቡ ሰባት ኣለዉ ኣብዚ ሜድያ ዝወፀ ኣሎ ስለዚ እዚ ከማን ኩሉ ግዜ ከምኡ ሰብ እንድሕር ኣማኺርኩም ከማን ክላ ኣነ ደኣ ከምዚ ገይረ እንደ ረኺበዮ በጃኹም ኣይትፈትንዎ ከማን ኣይትፈትንዎ እቲ ናትካ ዕድል መሊሱ እዩ ዘጉድሎ ሓንሳብ እንድሕር ከምኡ ጌርካ ከዓ መዓስ ክኣምኑኻ ትደልዮም ከመይ ገይሮም እዮም ከ ድሕሪኡ ከምዚ ዓይነት ገበን እንድሕር ረኺቦም እቲ ሽም ከማን ብቋንቆም ክብሎ ይደሊኒ እንታይ ከም ዝበሃል ካብቲ ከቢድ እዩ ብሓፂሩ ስለዚ እስኻ ከዓ ሽዕኡ ዝያዳ ክትቅፃዕ ትኽእል ኢኻ እዚ ከዓ ኣገዳሲኡ በቲ ጥዑይ መገዲ ክንገብሮ ድማ ድቃስ ኣየደቅሰልካን እዩ ሓደ ክንፈልጦ ዘለና ከዓ እሞ ደሓን ኣነ ንዓይስ ናተይስ ቀኒዑ እዩ ትብል ትኸውን ግን ሓደ እንድሕር ተረኺቡ ከኣ ናይ ካለኦት ዝሓለፉ ከማን ኣብ ክፍትሽዎ ይኽእሉ እዮም ድሕሪኡ ማለትስኒ ኣሃ ከምዚ ከ ኣባ ኣሎ ኢሎም እቲ ቅድሚ ሕጂ ዘፍቀደናሎም ከ እሱ ኮ ናይ ብሓቂ ድዩ ነይሩ ኢሎም መሊሶም ክፍትሽዎ ይኽእሉ እዮም ስለዚስ ስለምንታይ ኣብ ከምኡ ድቃስ ዝስእነካ ጉዳይ ትኣቱ ም ንዓኻ እዩ እንድሕር ተማሂርካዮ ሾርት ካት ኣይንፍተው ንምሸቱ ንዓና እዩ ዝጎድኣና and እዚኣ ከም ሓበሬታ ክህበኩም ይደሊ ካብ ኩሉ እቲ ሕግታት ከኣ ይቕይርዎ ኣለው ከም ቀደሙ የለን እቲ ኩነታት ስለዚ በብሸነኽና እንታይ እንተገበርኩ ሓይሽ ኢልካ ኣብ ከምዚኢታት ዝያዳ ምጥንቃቕ የድልየና ማለት እዩ። ኣብቲ መናባብሮ ሕጎምን ክነኽብረሎም ማለት እዩ። ከም ኣጋይሽ ኢና ብሓጺሩ እሱ ከኣኒኡ ስለዚ የቐኔለይ ተቕመኩም ተስፋ ይገብር። ደቂ ዴንማርክ ኣብዚ ዘ ናይ ዝኾነ ዓዲ ዝበልክዎ ዝኾነ ኢንፎርሜሽን ድሕር ኣለኩም ዝያዳ ጠቓሚ ትብልዎ ከኣ ኣብ ታሕቲ ጽሓፉለይ ኣብ ዘዘለኹሞ ሃገር ኤንድ ያ እዚ ዝብሎ ዘለኹ ከኣኒ ርኢኹሞ ዶ ኣለኹም ሰሚዕኹሞ ዶ ኣለኹም ሓቂ ድዩ ኸነ ኢልኩም ከማን ዝኾነ ኮመንት ክትሓድጉ ትኽእሉ ኢኹም ርኢቶ ናትኩም ማለት እዩ ወይ ነቐፌታ ከማን ዌልካም የቐንየለይ ሰሰናይቱም ነርኩም ባይ